መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሎሚ ከኣ እቲ ሓምሸቲ ነጥቢ ሓሙሽተ ነጥቢ እየን ነይረን ናይቲ ዝበልክኹም ኣንትራይባ ኣብ ሂወትና ስኒ ብዙሕ ግዜ ጽልዋ ዝገብረልና ነጥብታት ኣቦታትና ወይ ስድራ ቤትና ከመይ ከም ዘዕብዩና ሓንቲ መወዳእታ ከኣ እንታይ እያ ብርቱዕ ኹን ተባዕ ኹን ኣታ ኣይትብከይ ዋእ ብኽያት ነውሪ እዩ ከይተሕፍረና ሰብኣይ ኩን ገለ ኢልካ እንድሕር ዓቢብካ ብጣዕሚ ከቢድ እዩ ናትካ ስምዒት ወይ ሓሪቅካ ከማን ክትነግር ኣይትኽእልን ኢኻ በቃ እንድሕር ዝኾነ ፀገም ኣለካ ከማን ምስ ሰብ ክተካፍል ኣይትደሊን ኢኻ ድኹም ሰብ ኮይኑ እዩ ዝስምዓካ ነብስኻ ሽግርካ ንሰብ ክትማቕሎ ኣይትደሊን ኢኻ፣ እቲ ጸገምካ ክትውሕጦ ሕሸካ፣ ካብ ንኻልኣይካ ትነግር ወይ መፍትሒ ትረኽበሉ ድኽመት ኮይኑ ይስምዓካ፣ ከምኡ ከኣ ንዓኻ ብጣዕሚ ልዕሊ ዓቕምኻ ከሎ ከማን ከብድኻ ኣብ ከብድኻ ክትሕዞ ሕሸካ፣ እዚ ከኣ ካብ ምንታይ እዩ ዝመጽእ ብዙሕ ግዜ በቃ እንድሕር ብርቱዕ ተባዕ እንድሕር ዘይኮንካ ድርባይ ትበሃል ኣብ ዓድና ብዙሕ ግዜ ኣታ እንታይ ኢኻ ስኻ ድርባይ እንታይ ዘበክያ ኣለካ ዘይሃረምካዮ ገለ መሸረክም ባዕሎም ይፈርዱኻ ኣይ ክስታይ በቃ ከምዚ ብርቱዕ ክትከውን ኣለካ ቀፃሊ እዚ ኸኣ ንባዕሉ እንድሕር እቲ ሰብ ኣብቲ ጸገም ዝነበረካ ጽን ኢሉ ዘይሰምዓካ ወይ ድማ መፍትሒ ብሓንሳብ ኮንካ ዘይረኸብካ ሕጂ እንታይ እዩ ዝምህረካ ዘሎ በቃ እንድሕር በኽየ ወይ ድኽመት ኣርእየስኒ በቃ ድርባይ እየ ብርቱዕ ኣይኮንኩን ስለዚ ስኒ እቲ ሽግር ዘለኒ ብውሽጠይ ክውሕጦ ሕሸኒ ኣብ ከብደይ ክሕዞ ሕሸኒ ምስ ማንም ሰብ ከካፍሎ ኣየዋጽኣንን እዩ ጸገም ከምጻለይ ክጸርፉኒ እዮም ገለ ዝብል ኣሎ ምሽ ሕጂ እቲ ኣተዓባብያ ንባዕሉ ብጣዕሚ ጽልዋ ኣለዎ እዚ ከምኡ ከኣ ብዙሓት ሰባት እንታይ ኣለዎም ኣይፈለጥኩን ክብሉ ኣይደልዩን እዮም ደቂ ዓድና ይገርመኩም ከምዚ ምሻለኩም እቲ ኣይፈለጥኩን ምባል እዚኣስ ኣይፈለጥኩን ኣረድእኒ እዚኣስ ክስታይ ከምዚ ክብሉካ ኣብ ክንዲ ዝብሉካ በቃ ኮለል ኢሎም ይዛረቡኻ ወይ እንድሕር ነጊርካዮም ከማን ከምዚ ዝፈለጥዎ ምሻልኩም እዚ ደኣ ያ እዚ ደኣ እዚ ደኣ ንፈልጦ እንዲና ዓይነት ምሻለኩም እዚ ሕጂ ንባዕሉ ያ እቲ ኣተዓባብያ እዩ እዚ ደኣ እዚ ደኣ ኢንፎርሜሽን ኢልክዮ ዶ ገለ ምሻለኩም ኣብ ገሊኡ ኮመንት ከማን ትርእይዎ ኢኹም ባዕልኹም ደሓን ስለዚ እቲ ጠባይና ግን ብዙሕ ግዜ ናይቲ ኣተዓባብያ እዩ ክስታይ ስለዚ እዝኒ ኮንሽስ እንድሕር ኮይና ግን ናይዚ ኩሉ ዝብለኩም ዘለኹ ከዓ ኣብ ኢንተርነት ቴስት ኣሎ ትሪስክሪፕሽን ቦክስ ክሓድገልኩም ክፍትን እዩ ኣብቲ ዩቱብ ኣንትራይባ ቴስት ኢልኩም ከማን ባዕልኹም ክትደልይዎ ትኽእሉ ኢኹም ክትገብርዎ ትኽእሉ ኢኹም እንታይ ዓይነት ሰብ እየ ኣነ? እንታይ ከመይ እንታይ ክቕየር እንተ ይሕሸኒ? እቲ ነብስኻ እንድሕር ኣለሊኻዮ ከኣ ድኽመት ናትካ ተለልዮ ማለት እዩ ወይ ክትቅይሮ